ኣንታ እቶም ሓያም ከምዚ ቀሊል ገይሮመን ሓያም ስቀለል ገርኩማ በቃ ሄሎ ሄሎ ሳሚ ከዓ በቃ ሳሚ ከዓ ከምዚ ናይ ሕማም ምእታው ኣለዎ ታብታብ ግበር ኮፕሊን ግበር እትወኒ ጥራይ ከምዘን ደቂ ኣንስትዮ ኣታ ታብታብ ባብ ገበሩ ቅድም ኧረ ለሚካኤል ታብታብ ኮፕሊንግ ታብታብ ኮፕሊንግ ጋይስ ታብታብ ኮፕሊንግ ታብታብ ኮፕሊንግ ርእዮም ኣለኹ እቶም ዝገብሩ ዘለዉ አ፣ ኣሪምካ ፀሓፍ ሶሊ ስደት ስጋብ መዓስ አ፣ ሮዛ ሮዛ ካልእ መን ኣሎ ኣብዚኣ ሰለስተ ሰብ ኦ ማይ ጋድ ሰለስተ ሰብ ሓዳር ዘይገብር ኢኻ ጠላዕ ሰብ ሓዳር ዘይትገብር ጠላዕ ሰብኣይ እዛ ስኒት ከዳ እንታይ ኮይና እዚኣ ካሰ ኢላ ኣንጥራ እስከ እዛ ስኒት እናርኣኹማ ብሎክ ግበርዋ ላላላላ ብሎክ ግበራ ብሎክ ብሎክ ብሎክ እታ ስኒት ትብል ዘላ ሚት ገበርከያ ብሎክ ብሎክ ግበራ እዛ ስኒት ብጀካ ኣውራጃኻ ወለእካ ኣይትፈልጥኛ ብሎክ ግበራ ብሎክ ብሎክ ነዛ ስኒት ዝብልዋ ዘለዉ ሓደ ሰብ የንጥራ ኣንጥራ ብላ ብሎክ እትዋ ብሎክ እትዋ ብሎክ ብሎክ ብሎክ ብሎክ ብሎክ ነዛ ስኒ ዝብልዋ ፅናሕ ኣብዚ ባዕለይ ክረኽባ እየ ካበይ ክተምልጥ ኢላ ካብዚ ትርሕቕኒ እያ ለስጎ ኣበይ ዳ ኣላ ኣንጢሮማ ዘላ ኮይኖም ስኢነ ኣበይ ኣላ ንሀለት ንደብሲ ንዒ ንዒ ንዒ እንታይ ክትገብሪ ዓይንቲ ክትንቆር ንዒ

ሸላ ተሳዒሩ ኣንታ ብራዘር እሞ እንታይ ትብለና ኣለካ ባ ናይ ምንታይ ውድድር ነይርዎ ድዩ ለዝጎ ሰላም ሰላም ዳሃሊግኖ ዳሃላክ ክንደይ በፂሓ ኮፕሊን ክንደይ በፂሓ ኮፕሊን ክንደይ በፂሓ ኮፕሊን ክንደይ በፂሓ ክንደይ በፂሓ

ካብቶም ፍትሓት እየ ኩላ እያ ተፋቲሓ ማለት እዩ ፍትሓት ጥራ ኮይና መሬት ኩላ ፍትሓት ኮይና

እዩ ፍቱሕ ኦኬ ዋላ ጨጉረይ ይፍትሕ እንታይ ዝበልዎ ሽግር እዩ ወደይ ሃይ ላፍ ኣሃ ክንደይ ትበልዕ ኢኻ መፍለስ እዚኣስ ሓቂ እዩ ኣብዛ ገዛሲ ቀያሕ ፍዮሪ ልምዲ ኮይና ቀያሕ ፍዮሪ ብራዘር እዚአን ስንታ ክትቆፅረለን ኢኻ ዓሰርተ ሽዱሽተ ዓሰርተ ሸሞንተ ዓሰርተ ትሽዓተ ዒስራ ዒስራ ሓደን ዒስራን ክልተን ዒስራን ክልተን ቀያሕ ፍዮሪ ሰዲዱ

ከምዚታት ቁሩብ ሓይሽ ይኸውን እንታይ ደኣ ታንኪዩ ታንኪዩ ታንኪዩ ታንኪዩ ከምዚታት ሓይሽ ቁሩብ ታንኪዩ ቁሩብ እንታይ ዓይነት ሰብ ኢኻ ኢኻ ፍትሕ እንታይ እንታይ ዓይነት ሰብ እኳ ፍትሕ እንድዕሉ እንታይ ትደለ ኦይ ተማሂርካ መጺኻ ቆቢዕ ሰዲድካ

ናይ ኢራን ወላ ሓንቲ ይኣኸላ ወዲኣ ሓንቲ በቃ ቢስሚላህ ጀሚራ ያሓውሊላህ ወዲኣ ያሓውሊላህ ያሓውሊላህ ወዲኣ ኦሮማይ ትሮፍ ድሕሪ ደጊም ናይ ኢራን ኣኸላ ጸጥ ኢላ ጸጥ ኩናት የለ ገለ የለ ሰብኣይ ልክም ኣቢሎሞ ሰራዊት ከም ዘለዎስ ኩናት ትገብር ምስ ኣሜሪካን ምስ እስራኤልን ኣብኣ ከላ ኢዳ ጸጥ ኣብ ክልተ መዓልቲ በቃ ኦሮማይ ዋ ክትፍት እዞም ዓረብ ይፍትኑ ዶ ይፍትኑ ዶ ኩን እዞም ዓረብ ይፍትኑ ዶ ኩናት ከመይ ይማታ ያ ጃለቢያ ጌርካ በኣሲ ኩናት ጸላእኹ ጃለቢያ ወዲኻ ከመይ ጌርካ ጃለቢያ ወዲኻ ኦኬ ጃለቢያ ጸገም የለን ግን ገጥ ከተብል ኣለካ ቁልፊ ጌርካ ተዓጠቕ ኣለካ ከም ዓንጣኻ ብሬን ኢኻ ትኩስዑ ብሬን ዘናብን ገለመለ እንበር ነዚ ሰብኣይ ስልክም ቢሎሞ ኣብ ክልተ መዓልቲ ሰብኣይ ጠዋዕዋዕ ኣቢሎሞ እኳ ጥይት ከይቆትሎሲ እእማንን ገለን ሰቂጥዎ ፀኒሑ ሰብኣይ እእማንን ገለን ዋእ ምስ ኣመሪካ እናተተፋነንካ ዳሞ ትሕቲ መሬት ትሕቲ መሬት ትሕቲ መሬት ክትኣቱ ኣለካ ትሕቲ መሬት ክትኣቱ ኣለካ ኣብኣ ኮንካ ጥራይ ሬድዮ ርክብ ጌርካ ከም ገለ ጌርካ ሬድዮ ርክብ ጌርካ ያላ ያላ ተኩሱ ተኩሱ ጥራይ ኣጆኹም ያላ ምድረ ሰማይ ቀይርዋ ክትብል ኣለካ እምበር ኣብ ነቓዕ ገዛ ኮይኑስ ከምዚኣ ኢሉ ጸኒሑ ከምዚኣ ገይሩ በዓል ኣሜሪካ እኳ ትገጥማ ዘለዋ ኣሜሪካን እስራኤልን ጽሉላት እየን ኣሜሪካን እስራኤልን ጽሉላት እየን ኢልናኩም እንተኒ ቆፎም ተናቂፎም ይወድቁ ይኮኑ ተዓንቂፎም ወድቁ ኮንወ ዋ ጃለብያ ወዲኻ ዶ ኩናት ኣሎ እዩ ኣነ ስሪአ እዮምሲ ያ ሓውልላ ያ ሓውልላ ረቢ ልዓለሚን ያ ሓውልላ ብሉ እቶም ብረት ሕጆም ዘለዉ ካይ እቶም ብረት ሕጆም ዘለዉ ያ ሓውልላ ረቢ ልዓለሚን ያ ሓውልላ ከምኡ ዝበሃል የለን ኣብ ኩናት ክዳረገም ኣለካ በቃ ተኹሲ ተኹሲ ተኹሲ ብተኹሲ ተኹሲ ክትገብር ኣለካ መሬት ምስ ኣመሪካ ምስ ገለመለን ጸሎት ዝበሃል ኣይዋጻካን እንታይ ጸሎት ኩናት ኮይ እንታይ ጸሎት ዋ ኣነስ ርእየሲ ነዚ ሰብኣይ ክልክሙ እዮም እናበልኩ ኣብ ክልተ መዓልትስ እቲ ዓብ ሰብኣይ ሞይቱ ወይ ወንታ ክንደይ ሓስም ብዕድመ ትራምፕ ይዓቢ ከሎ ትራምፕ ዘይመተሲ የራክክበለይ ተኾኑ ትራምፕ ይሰምዑ ተኾኑ እዚ ገለ ተግርኛ ኣለዉ የተርጉሞ ኾኑ ተተርጉሞ ተኾኑ ትራምፕ ትራምፕ ዘይመተሲ ወይ ዘርኦም ኤሮፓ ካብ ምስ ትራምፕ እየን እንታ ዘረባ የተርጉሞ ኾኑ ክላ በዘላታ ትኸይድ ብዘላታ ትኸይድ ትራምፕ ዘይመተሲ ነዚ ንእሽተይ መንእሰይ ኣብ ኢራን ዘሎ ሰብኣይ ስቀት ኢልዎም ትራምፕ ካብ ይዓቢ እኮ ብዕድመ

ታብታብ የለን ሓበሬታ መጽእ ኣሎ ሓበሬታ መጽእ ኣሎ ይሪኦ ኣለኹ ታብታብ ታብታብ ኮፕሊንግ ጋይስ ታብታብ ኮፕሊንግ ናይ ጆርጆ ዘረባ ክንሰምዕ ኢና እቶም ደቂ ዓድና ሙስሊም ከዓ ግደፉ እባ ይተጉሂና ግደፉ እባ ኣብደይ ኣብደይ ኣብደይ ውራይኩም ዓመት ትገብሩ ጆርጆ ክንሰምዖ ኢና ሓንሳእ ክንሰምዖ ኢና ጆርጆ ንእስራኤል ንኢራን ስ ብውሽጢ ውሽጢ ግደፋ በጃኽ ንዕረቃና ኢላ እያ እዚ ትብዓት እቲ ተገማሚዖም እምበራታ እዞም ሕዋትና ኤ ካብ ንኤርትራ ሲ ንሙስሊም ፈቱ ዋታ እዞም ሕዋትና ድዮም ካብ ንኤርትራ ሲ ንኢራን ንቃዛ ንፍልስቲኤም ንመን እያ ትበሃል ካልእ ዘለዋ ንኢራን መን ኣለ ካልእ ቀጠር ዓዲ ዓረብ የፍትወሎም እዞም ኣሕዋትና ውልክት ጸገም ዓዲ ዓረብ የፍትወሎም ወንኤርትራ ትብሎምሲ ወላ ንዓዲ ዓረብ የፍትወሎም ከይደቆሱ ሓድሩ ደቁሱ ደቁሱ ከይደቀስካ ዝበሃል የለን ኣይከውን እዩ ኣሜሪካን እስራኤልን እየን ብሓንሳ ፀሚደን ደቁሱ ስኹም ተምፅዎ ለብጢ የለን ሮመዳን ይደሎ ደቁሱ ኣሕዋተይ ሮሞዳንኩም ኣብ ሮሞዳን እዮም ጀሚሮማ ተጋግዮም እዮም እስራኤልን ኣሜሪካን ርጉማት እንዲዮም ኣብዛ ሮሞዳን ኣብዛ ሮሞዳን ኣክንዲ ትዕርፉ ኣክንዲ ናይ ምሸት ትበልዑ ኣብዛ ኣብዛ ሮሞዳን ተኹሲ ጀሚሮምልኩም ግን እታ ኩናት ተወዲኣ እያ እቲ ሰብኣይ ነታ ሰብኣይ ንምርካብ እያ ነይራ እቲ ሰብኣይ በቃ ኣብ ክልተ መዓልቲ ተወዲኣ ከምዚኣ ትቕልጥፍ የላን ንሱዳንሲ ከምዚኣ ክትኮነሎም ነይርዋ ከምዚኣ ትቕልጥፍ ኩናት ርኤ ይፈልጥኒ ኣብ ክልተ መዓልቲ ኣነ ሓሶት ከመሲልኒ ሞይቱ እቲ ሰብኣይ እንታይ ሞይቱ ኢልካ ዘረባ እንታይ ይርእይዎም ድዮም ኣነ ዝገርመኒ እኳ እዩ ሰንቢደ ፕረዘንት ምዃንሲ ከቢድ እዩ ፕረዘንት ምዃንሲ ቀሊል ኣይኮነን ማለት እኮ እዩ ሃማማዲኤ ምዃን ሓይሽ ሃማማዲኤ ወይ ኣቲ ጫጫ ኣባይ ትበላ ወይ ኣቲ ሙልባ ፍልሓ ኣቲ ታኻንክን ጫጫ ኣይትበላ ምባል ሓይሽ ኩናት ፕረዘንት ተኸንካስ ጥይት ናባኸያ ቀዳመይ ጥይት ናባኻ ወረወለ ሚካኤል ሃማድየ ምዃን ሓይሽ ዕቁብ ዕቁብ ውይ ጫውጫው ኣይትበላ ብሩኻት ኣሕዋተይ ውይ ኩለን እቶም ቆለውዕት ሕሽክኖም መፂኽን ውይ ኣብ ደገ ተፃወቱ ገለ እናበልካ ቡንካ ምስታይ ሓይሽ እምበር ፕረዚደንት ኮይንካ ስታ ጥይት ቀዳመይቲ በኻ ኩሉ እቲ ገዛ እኳ ይፈሪሽዎ ኩሉ እቲ ገዛ ፈሪሽዎ ዝከላኸል የለ ገለመለ የለ ነቲ ደምክን ደምክን ዝበሃል ድየ የለን ዘምክን ዝበሃል የለን ኩላ ታናፓልሲ ኣብዛ ርእሱ እሞ ከዓ እቲ ሰብኣይ ዓብ ሰብኣይ እዩ ከምዚኣ ጌርካ ማሕ ሓቢልካዮ ጉንዲ እዝኑ ሲ ዕልው ድብል ሰብኣይ ክንዲዚ ሮኬት ክንዲዚ ሮኬት ከመይ ገይሮም ከሪኦሞ ከመይ ኣበይ ይድቅ- ኣበይ ይድቅስ ኣሎ ኦይ እታ ኣምላኽ ኦይ ቀልጢፍና በል ኦይ ካብ ደቂ ንሽተይ ትፍለየና እንተ ኣምላኽ ኣቦይ ካብ ደቂ ንሽተይ ትፍለየና በጃኻ እዛ ጾም እንዲ ሕማቕ ኣይተዛርበኒ ካብ ደቂ ንሽተስ ኣይትፍለየና ዋዕ ብናእሽትና ከለና ኦይ ንዓይስ ሓንቲ ጓል ዳኣ ትበኒ ትኸውን ብደይ ጓል ኣይትኸውና መሬት ፍጹም ብደይ ጓል ንፈልጣ ኢና እኮ ብደይ ጓል ሲትኸውን እያ ታብታብ ባጎሩ ክንጅምር ታብታብ ጎሩ ታብታብ ጎሩ ታብታብ እስከ ሚእቲ ብፅሕዋ ምክንያቱ እንታይ ይገብር ኣሎ መሲልኩም ረኣይዎም ኩሕለን ዕንዝራ ዕንዝራ ግበርካ ሞሶብ ኣብ ውሽጢ ጸኒሖም ማሳት ኣብ ውሽጢ ኣብ ውሽጡ ጸኒሖም ግደፍ እትመካሕ ተነሳሕ ግደፍ ኣይትመካሕ ተነሳሕ ወለ ከጸገም ታብታብ ጎር ሉሉ ከዳድሓ እንደይነበርክ ናይ ምንታይ ለ ክንሳሕ ታብታብ ጎሪ ተነሳሕ ትብለኒ ብደይ ጓል እናነበርኩስ ንስሓ ከዓ ክኣቱ ብደይ ጓል እናነበርኩ ክንደይ ዕድመይ ብደይ ጓል ሕሊፈዮስ ንስሓ ድማ ክኣቱ ኣንቲ ከመይ እያ እንታይ እያ ትዛረብ ዘላ እርዳእ ኣሎ ድዩ ትብሎ ዘላ ብደይ ብደይ ጓል ሕሊፈዮ ፍርቂ ዕድመይሲ ንስሓ ድማ ክኣቱ እንታይ እዘን ደቂ ኣንስትዮ ትብሎ ይትፈልጣ እንዲኸን ኣነስ እንትዒ እዋ እዘን ዓበይቲ ዋላ ሓንቲ ንስሓ እቶ ኢላትኒ ደሓን በላ ታብታብ ጎሩ ታብታብ ኣብ ፅሕዋ ኣሕዋት ፅንሕሞ ንዓኻትኩም ዳ ክትፅሕፉ ጥራይ ከም ትደልዩ ኮመንት ዝኾነ ዓፅዎ ታብታብ ሚእቲ ትብጻሕ ሚእቲ ትብጻሕ ምኽንያቱ እንታይ ይገብር ኣሎ ርኣይዎ ታብታብ ሚእቲ ሽሕ ኣብጽሕዋ ብሰንኩኹም ኣይኮናን ክንዕጾ ሚእቲ ሽሕ ኣብጽሕዋ ሚእቲ ሽሕ ኣብጽሕዋ ጠቅጠቅጠቅጠቅ ኣብሎ ታብታብሲ ከምዚ እያ ኩላኻ ከምዚያ ጥራይ ኩላኻ ከምዚያ ሽዑ በቃ ክንጅምር ዓዲል ናብቲ ኣዳሊናያ ዘለና ክንኣቱ

ስደት ይርኢ ኣለኹ ኣበይ ኣለካ ኣሪምካ ጸሓፍ ዝበሃል ሰብ ኣሪምካ ጸሓፍ ኣበይ ኣለኻ ኣይገብርን ዘሎ ኣይርእየኩም እየ ዘለኹም ኣዝማሪኖ ኣይርእየካን እየ ዘለኹ ክትገብር ኮልኻ ኣሪምካ ጸሓፍን ኣዝማሪኖን ወል ሓንቲ ትገብርዎ ይብሉ ኣይትገብሩን ኣለኹም ጠቕላላ ኣዝማሪኖ የለ ኣሪምካ ጸሓፍ የለ ክልቲኦም ገዛ ሕዦም ኣደቅሾም

የኢየሱስ ክመጽእ እዩ እየ እሰያስ ዚ እንታይ ኢየሱስ ኢየሱስ ክመጽእ እዩ ብሰላም ኣምጻዮ ናበይ ክመጽእ ኣኺሉ ዲቲ ግዜ ኣኺሉ ዲቲ ግዜ ወይ ኣርእይዋ ተዳ ኮይኑ ኢየሱስ ክመጽእ እዩ ትብለኒ ኣላ ቅድሚ ሕጂ እኮ መጽኡ ነይሩ ሕጂ ከዓ ክመጽእ ድዩ ኣብ መወዳእታ እኳ ክመጽእ እንታይ እዋኑ እንታይ እዋኑ ክመጽእ ወዘይ ወለድና

ኪዱ በጃኻትኩም በጃኻትኩም ጾም እዩ ዘሎ በጃኹም ሕማቕ ኣይትጽሓፉ ጾም እዩ ዘሎ ይጽዋዓካ ኣሎ ይመጽእ ኣሎ ይኸይድ ኣሎ ይብል ኣሎ ናትኩም ጌርኩሞ በቃ ኣንታ ኣብቲ ስራሕኻ ነዞም ኩሎም ጸዓዱሲ እንድሕር ገለ ኢሎምምስ የሱሰይ ይብለካ ኣክንዲ ኣክንዲ ነቶም ጸዓዱሲ ኣብቲ ስራሕ ኣክንዲ ብስራሕ ትዛረቡሲ የሱሰይ ይብሎም ዋታ ኣታ ዞም ሕዋትና ኤርትራዊ እንታይ ኮኑ ኣለዉ ዓዲ ስራሕ ዓዲ ስራሕ ኣቲኹምሲ ዋላ ነቶም ጸዓዱ ተሸግርዎም እቶም ጸዓዱ ልቦም ጸዓዳ እዩ ኣይተብልዎም ጥራይ ግደፉ ግደፉ ኣብኡ ኮይዶም ኣብቲ ስራሕሲ ያ የሱሰይ የሱስ ያ የሱስ ኢስ ካሚን ያ ያ ያ የሱስ ኢስ ካሚን ንብሎም ኣብ ዕረፍቲ እኮ እዮም ኣብ ዕረፍቲ ኣብ ዕረፍቲ ሓሻኪ ከክም ዚኣም ከ ዝኾኑ ዘይበልዑ ዘይበልዑ ዘይበልዑ ከክም ዚኣ ኾኑ መሻኪን ንሱ እመጽእ ኣሎ ንሱ እመጽእ ኣሎ ብልኻ ይምጻእ ይምጻእ እስከ ሓጃ ተፍልጥ መሬት ይምጻእ ይምጻእ ኣብ ሰማይ ፍጠረልና ዋእ ከምዚ ኣብ ናይ ሙስሊም ደዳሙ ክንብል ኣብ ሰማይ ሲ ሓምሳ ደናግል ህበካ ሰብዓ እምበር ሰብዓ ደናግል ደቂ ኣንስትዮ ህበካ ኢሎምኻ ሓደ ሰብ ሙስሊም ሲ ሰብዓ ደናግል ደቂ ኣንስትዮ ኣለዎ ኣብ ላዕሊ ኮፍ ኢለን ይጽቡየ ኣለዋ ዋእ ሓደ ሓደ እድሪስ ዝበሃል ነይሩ እድሪስ ዝበሃል ምሳ ይሰርሕ ነይሩስ ናይ ሽጋራን ናይ ሓሰሽን እዩ ሰብዓ ደቂ ኣንስትዮ ጽበያን ኣለዋ ኢልኒ ንዓኻሲ ኣነ ኸኢለዮ

ኣንታ ኣንቱም ሰባት ናትና ከኣሲ ሓንቲ ምስ ሓንቲ ሓደ ምስ ሓንቲ ምስለቱ ማለት እዩ ወይለቱ ወይ ጎዒ ትበፅሓካ እሳ ከዓ ፍርቂ ዕድሜኻ በቲ ዘይርብርብ ቃላታ ጌራ እናበለሲ እኦም ኣብዚ ሓንጎልካስ ውጭ ውጭ ውጭ ውፅ ውፅ ውፅ ውፅ ብል ፍርቂ ዕድሜኻስ ትበልዖ ወይለቱ ወይ ስብሃቱ ናይ ጓል ድዩ ስብሃቱ ድኣ ናይ ወዲ እንድዩ ወይ ለቱ ወይ ሳምቦቱ ይበልዖ ዕድሜኻ ሕጂሲ ኣታ ሚእቲ እባ ሽሕ ኣብፅሕዋ ሚእቲ ሽሕ ሚእቲ ሽሕ ሚእቲ ሽሕ ሚእቲ ሽሕ ታብታብ ተደናግሩን ኣለኹም እዚ ከዓ ክንዲ ኣታ ዘኩሩኒ እንዶ ሚእቲ ሽሕ ኣብፅሕዋ እቶም ተኣትዉ ዘለኹም ሲ ሪፖስት በልዎ ሪፖስት ክላ ስቕ በል ስቕ በል እንታይ ድብል ደለ እዚ ደቂ ኣንስትዮሲ ረዚን ሰብኣይ እየን ዝፈትዋ ስቕ ኢልካ ሚኒን ኣይትበል ስቕ በል ስቕ በል ስቕ በል ስቕ በል ጓል ድያ ወዲ ስቕ በል ስቕ በል ክንደይ ነቕ ዘይንብል ኢና ነርና ብርዝነት ተዋሒጥና ተረዘና እንታይ እኻ ረዚንካና ትብላ፣ ተፎኾስና እንታይ ደኣ ፈኹስካ ትብላ፣ ትም ተበልና ኣይትዕልልን ኢኻ ትብላ፣ ተኸድና እንታይ ደኣ ቀስ ኢልካ ትኸይድ ዘለኻ፣ ተቐልጠፍና እንታይ ደኣ ገዲፍካኒ ትቕልጥፍ ትብላ። ምሳኻትክንሲ ዋላ ሓንቲ ቋንቋ እውን ክንራኸብ የብልናን፣ ቋንቋ ከምዛ ናይ ከምዛ ናይ ክስታያ ዕንድና ኢትኔን ኢትኔን ወሰብዒን በናት ፉክ። ኣታ ታብታብ ባ ሚእቲ ሽሕ ኣጭሕዋ ክንቅፅል ሚእቲ ሽሕ ሚእቲ ሽሕ ቅድም ኣታ ዕላል ተጀሚሮም ስገል ኣለዎም ታብታብ ሚእቲ ሽሕ ከይዕፀወና ሚእቲ ሽሕ ኣብፅሕዋ ታብታብ ሚእቲ ሽሕ ሚእቲ ሽሕ ታብታብ ሚእቲ ሽሕ ሚእቲ ሽሕ ሚእቲ ሽሕ ጋይስ ሚእቲ ሽሕ ንኸይ ታብታብ ሓዳር ዲ ኣብይዎ ዓሰርተ ግዜ ምስ ጓል ኣንስተይቲ ኣዲኺ እምበር ከምዚ ሞኒካ ኣዲኺ ከምዚ ኣዲኺ ከምዚ እናበልካስ ከመይ ጌርካ ሓዳር ክትገብር ካብ ጭሕሚ ጭሕሚ የብልካን ካብ ጨጉሪ ጨጉሪ የብልካን ካብ ሰብኣይ ናብ ቆልዓ ትቐየር ንስኻ ቆልዓ ይሓይሽ ካባኻ ኣዘራርባኻ ጠቕላላ ጠቕላላ የብሉን ምስ ጓል ኣንስተይቲ ኣዴኺ ከምዚኣ ትሰርሕ ኣዴኺ ብዕልግና እያ ትሰርሕ ኣዴኺ እስኻስ ዓቢ ሰብኣይ ኢኻ እንታይ ከምኡ ትዛረብ እስኻ መላጥሲ ሓደ ኸ ኣሎ ይርግኣለም ሽሉ ይርግኣለም ኮፈል ኮፈል ይርግኣለም ኮፈል ዋላ ዳ ዓሰርተ ግዜ ሰልጠነ ነታ መንግስተ ሰማያት ዋርሳ ነታ ጓልካ ተንኪፍልካ ነዴኻ ተንኪፍልካ ኩን እምበር ምስ ኩሎም ትባኣስ ምስ ኩሎም በቃ እንድሕር ወሊድካ ከንካስ በስማም በል ይርግኣለም ኣዴና ተተንኪፋ ከምዚ ናትካ ኣይገበርናን ከምዚ ናትካ ሲ ኣዴና ተተንኪፋ ሲ ኣይ ሰጋን እንታይ ዘን ዘን ደቂ ነሽኤ ብሩኻት እንዲየን ንእሽተይ ተዘዛሪብካየን ሲ ወረን ካብዚኣን ልዓሊ ተተዛሪበ ሳንበሳ ክሰዳየን እዚ ኣንሕና ሲ ኣዴና ኣዴና ኣደይ ኣደይ ተኣክል ብዙሕ ነገራት ተጸሪፋ ጊን ኣነ ከምዚ ናትካ ኣይኮንኩን ንኣብነት መጽየ ክፍክር ገለ መለ ኣይፍክርን እየ እስኻ ጊን ሞኒካ ኣዲኺ ከምዚ ኣዲኺ ከምዚ ኣዲኺ ከምዚ እዘን ደቂ ኣንስትዮ ዳኣ ደሓን ድየን ሎሚ ኣዲኽን ከምዚ ኣዲኺ ከምዚ ክትብድውዕን ኮፈል ኮፈል ኮፈል ይርጋኣለም ዝብሉኻ ዘለዉ ወላ ሓንቲ ኣይትሰርሕን ኢኻ ዘለኻ መጀመርታ መጀመርታ መንግስቲ ኤርትራ ዝፈትወካ ከይመስለካ ኢንተርቪው ናትካ ሰሚዐያ ነይረሲ በቃ ሰበይተይ ተኣሲራ ሕጂ ካብ ሕጂ ንይኖ ኩሉ ገዲፈ ንመንግስቲ ኤርትራ ዘሕጉስ ንሃገረይ ዘሕጉስ ክሰርሕ እየ ትብል ኔርካ እዚኣ ንመንግስቲ ኣይተሕጉሶን እያ እዚኣ ክብሪ ናይ ደቂ ኣንስትዮ ወይ ድማ ናይ ሰብኡት ክብሪ ኢኻ ትድውን ዘለኻ ኮፈል ይርጋኣለም ዝብሉኻ ወዲ ኣስመራ ኣይኮንካ ኣብ ኣስመራ ዝዓበኻ ከምዚ ዓይነት ስድነት ርኢና ኣይንፈልጥና ኣዴኻ ተጸሪፋ ድያ ጓልካ መንግስቲ ሰማይ ተወሳ ተጸሪፋ ድያ ይኣኽለካ ይኣኽለካ ኮፈን በዚ ጌርካ መንግስቲ ተሕጉሶን ኢኻ በዚ በዚ ወዲ ከምዚ ጌርካ ዋታ ከመይ ኢኹም ትሓስቧ ነዛ ሃገር ኣነስ ገሪምኒ ርኤካሲ ንመንግስቲ ክሕጉሶ እየ ንሃገረይ ክኽሕስ እየ ተበልካስ ክኽሕሰና እዩ እንታይ እታ ክኽሕስ ዘልዩ ኢለ ተረኣኹኻሲ ኣዴኺ ከምዚ ዕፅው ክፍት ኣዴኻ ከምዚ ኣዴኺ መኑ እካ ከምዚ ኣዴ ኮፈል ኮፈል ዋ ኦኬ ሞኒካ ንዓኻ ዶ ሃሪማትካ ነይራ ማለትሲ እስኻ እ- ትግራዋይ ኢኻ ገለገለ ኢላትካ እንታይ ኸኣ ናብ ዝኾነ ትኸይድ ወ- ይርጋዓለም ዝብልኻ ግደፍ ግደፍ ይርጋዓለም ዝብልኻ ኮፈል ኮፈል ወ- ኣንታ እዞም ፍርቂ ፍርቂ እምበር ኣዋሪዶምና ዋላ ኣዲ ኣዲኻ ድያ ኤርትራዊት ሓውበይ ኣዲኻ ድያ ኣዲኻ ተኽንበካ ንትግራይ ተኽንበካ ኣዲኻ ኮፍ ትብለልና ዶ ኣዲኻ ካብ ኤርትራ ተኽንበካ ኣብ ጎንኻ ተኽንገብራ ኣዲኻ ኣላ ድያ ኣላ ድያ ብሂወት ክንበካ ዶ ኮፍ ትብል ዶ ኣዲኻ ሕሽካ ኣብ ትግራይ እንታይ እዩ ኣዲኻ ከምዚ ነራ ዕፁ ክፍት ብጀካ ሽሩምጥና ተኻልእ ፈለጥ እዩ ኣዲኣሲ በቃ ከምዚ ሽሩምጥና ዝሰርሕ ነራ ኣዲኡ ሽሩምጥና ዝሰርሕ ነራ ኣዲኡ ነዚ ሽሩምጥና ዝሰርሕ ብጀካ ከምኡ ደኻል ኣለካይ በጃኻ ነኖ ፅቡቕ ኣይኮነን ኣዲኡ መይታ ድያ ኣዲኡ ነነ ብሂወት ኣላ ናይ ጓለይ ኣብ መይታ ይድሱ ይርጋ ኣለም ወይ እዘን ደቂ ንሽተ ገለ ሓሲበን እንድሓር ዳምለሰልና ከይብላ እምበር ነኖ ይርጋ ኣለም ሓውና እዚኣ ንይርጋ ኣለም እያ ምኽንያቱ ሰልጠነ ጸሪፍኒ፣ ዝመተት ጓለይ ተንኪፍዋ ገለ ኢልካ ያእ ተሰሚዕካ ክኸውን ይኽእል እዩ። ካልእ ግን ግደፎ ብራዘር ካልእ ቀይር ካልእ እዚኣ ኣይትኸውንን እያ። ንኹላቶም በደ በደ ክትዛረብ ትውዕል ኣነ ገሪምኒ ገሪምኒ በቃ ኣታ ኣታ ኣበደይ ትኺዱ ኣንታ ምስ ሰባት ኣበደይ ትኺዱ በደ ናብ ኣደይ ትኺዱ ናብ ኣደይ ትኺዱ ኣደሲ ክብርቲ እያ ክኾነለይ ኢላ ንዓኻትኩም ወሊዳ ክትከሓስ እምበር ክትፅረፍ ናብ ኣደይ ትኺዱ ኦኬ ባይዘ ወይ ዝሰብኣይ እስከ ንኺዶ እዚ እ፣ ተስፋጼን ዝብልዎ ናይ ኣጋእዝያን ኮፕሊን ግበሩ ጋይስ ኮፕሊን ኮፕሊን ኮፕሊን ኔርካ እምበር እስኻ ኣብ ከምዚ ዓይነት ቃላት ክትወድቕ ብጣዕሚ ይሕዝን እዩ ብጣዕሚ የሕፅን የሕዝን መጽሓፍ ከኣ ትገብረለይ እምበር ብጎንኻ መጽሓፍ ትገብረለይ እስኻሲ ክንድዚ መጽሓፍ ኣኪብካሲ እንታይ ክኾነካ እንታይ ክትምህር እስኻ ንርእሲኻ ዘይተማሃርካሲ ኣነ ግርም እዩ ዝብለኒ እንታይ ዓይነት ክትምህር እስኻ ኮፕሊን ግበሩ ኣሕዋት እንታይ ክትምህር እስኻ ብድሕሪኻ ባይዘወይ ደቂ ኣንስትዮ ኣነ ሐ- ግልፂ እየ ክነግረኩም ሕጂ ናይ መወዳእታ ግልፂ ክነግረኩም ጓል ኣንስተይቲ ትግርኛ ብለኩም ኣለኹ ንፍቕሪ ጥራይ ኣይኮነትን መፅያ ንኽተገልግለካ ከላ እያ ትመጽእ ንኽተገልግለካ ፈቲኻ ጸሊእኻ ጓል ኣንስተይቲ ትግርኛ ንኽተገልግለካ ከላ ኢኻ ተምጻእ ዘለኻ ክዳውንትኻ ትሓፅበልካ መግብኻ ትሰርሓልካ ገዛ ትውልውሎ ክዳንካ ገለመለ ኩሉ ነገር ጌራ መወዳእታ ከዓ ቡንካ ተስቴካ ለይቲ ተሲኣ ከዓ እዚ ሰብኣየ ኣይበልዕን ኢላ ገዓትን ገለን ትጽ- ት- ገዓትን ገለን ትቕርበልካ ሎሚ ገዓት ተበሊዕኻን ፅባሕ ቁልዋ ትገብረልካ ሎሚ ቁልዋ ተበሊዕኻን ፅባሕ ገለ ትገብረልካ ጓል ኣንስተይቲ ትግርኛ ንወዲ ተባዕታይ ኤርትራዊ ኣገልጋሊቱ እያ። ተገልግለካ እያ ዘላ። ዘገልግለካ ሰብ ድማ የቐንየለይ ክትብሎ ኣለካ። እዘን ደቂ ኣንስትዮ ክብሪ ይግበን እዩ። ዝበዝሕ ኣብ ስደሲ ገሌኹም እኮ ወሊድኩም ዋላ ደቅኹም ዘይትርእዮን ዘዕብያልኩም ዘለዋ የቐነልና ብልወን ኣይተጋፍዕወን ክትፀርፍዎን ምልለይ ክትሓድሩ ኣነ ይሰርሓለኒ እምበር ኣነ ንጓል ኣንስተይቲ ኣይፀርፋን እየ ብፍፁም ተኣምር ኣይፀርፋን እየ ኣነ ኣይጸርፋን እየ ኣታ ወርቂ ትሽልምዎ እንተ ትብሉ ከም ኣቦታትናስ ኣቦታትና ይጸረፍወንን ኣቦታትናሲ ወርቂ ይገዝኡለን ከመይ ዝኣመሰለ መርዓ ብሽማገለ ገይሮም እ፣ ኣረቅን ቡንን ሕዞም ተበጺሑ ተበጺሑ ብለኩም ኣለኹ ኣረቂ ሽኮር ቡን ገለመለ ሕዞም ተበጺሑ ብኸበሮ ለጋስ ብወርቅን ገለን ወፅየን ኣይጸርፍዎን እዮም ኣቦታትና እስኻሲ ኣይተመርዓኻያ ኣይበልካያ ሰለስተ ቆልውዕት ሕቑፍካያሲ ክትፀርፋ ጓል ትግርኛ ኤርትራዊት ተዛራቢት ትግርኛ ክብሪ እዩ ዝግባኣ ሞጎስ እዩ ዝግባኣ ሓቦ እዩ ዝግባኣ ንኩሉ ነገር ተፃዊራ ትኽይድ ብፍላይ ኣብ ስደት ማለት እዩ እዚ እዚ እቲ ሓቂ እዩ ሓደ ክልተ ኣለዋ ዶ እ፣ ናይ ወዲ ተባዕታይ ልቢ ዝሰብራ ወለዋ ኣለዋ ኣነ ግን ብሓንቲ ኣይግምግምኒ ብሓንቲ ንኣብነት ኣስኳሉ ተኸይና ኣስኳሉ ን- ን- ንለቶ ኣይትውክላን እያ ኣስካሉ ንሰናይት ኣይትውክላን እያ ንሃይም ተኣምር so ደቂ ንስትዮ ኣብቲ ሓቂ ተመጺኻ ኣብ ሓዳር ጊን ትግርኛ ይበዝሐን ኣሎ ይበዝሐን ኣሎ ወረን ዕደለኛታት ከይነን እምበር ላውንድሪ ስለ ዘላ እምበር ኣብ ኤርትራ ምጻእ ባዕለን ክዳን ሙሉእ ክዳውንቲ ናይ ቆልዓን ናይ ዓሰርተ ገዛ ክሓጽባ ውዕላ ሕቆን ጠዋዕ ዕብላ መግቢ ይሰርሓ ምሸት ድማ ቡን ገብራ በዚ ግራውቲ ውዕላ ምሸት ከኣ ነቲ ሰብኣይሲ እቲ ሰብኣይ ሙሉእ ለይቲ ከፍስዋ ይሓድር ደኺማ ኮላ ሕቖኣ ተሰቢራ ኮላ ኣይሓልየላን እኮ ደኺምኪ ዲኺ ሎሚ ከመይ ኣለኺ ጽዕቕኪ ዶ ስራሕ ገለ ኣይብላን እዩ ኣምጽእ ኣቢልካ ኣፍስዋ ኢልካ እዩ ላምባ ኣፍስዋ ኢልካ እዩ በቃ እሞ ናይ ኤርትራ ከዓ ኣይተንፍሳን እየን ኢሎመን ምክንያቱ እቶም ኣብ ጥቐን ገለመለ ስለ ትድቅስ ኣይተንፍሳን እየን እኳ ዋላ እናፍሰዋሲ ዒሕ ኢላ ሰብኣ ከላ ክርትን ዒሕ በቃ እዚኤን እኳ ሕሸዋ ነዚ ገዛ ወይ ናብ ዝሙት ዶ ገጻ ከይዳ ዳዛ ዝረባ ናብ ዝሙት ዶ ገጻ ከይዳ ሓቀይ እዚኤን እዚኤን ሕሻ እዚኤን ሕሻ የውፅኦ እየን ወይ እትረፈን እዚኣስ ናይ ቀደም ኣዴታትና ግን ይብለኩም ኣለኹም ዒሕ ኢለንሲ በቃ ኣይስማዕን እኮ ድምጸን ብከመይ እቲ ቆልዓ ውለድ ብከመይ እዩ ተሰሪሑ ገለመለሲ ዋላ ዋላ ዋላ ዋላ እዚኤን ደኣ ዋላ እናሓስካያ እኳ ከምዚያ ጌርካ ሓቂፍካያስ ኒን ትብል ኣብዚ እዋ እንታይ እዩ እታ ዝገዛ ጣንጡ ጌና ኣትዮነ ትብል ድሓን ኣይፈልዮን እየን ኣደነው እንድዒ ከምኡ ኢኻ እቲ ናይዘን ናእሽቱ ከዓ ናይዘን ናእሽቱ ግዜ ኣምፀኦይ ደሓን ግዜ ኣምፀኦይ ሱስ እዚኤን ሲ ኣትሊስት ከማን የተንፍሳ ኣለዋ ኣብ ኤርትራ ግን ቀትሪ ምትንፋስ የለን ለይቲ እናፍሰዋ ከሎ ቆለውዑት ከይሰምዕዋ ድምፂ ዝበሃል የለን ምትንፋስ ዝበሃል የለን ኮረው ኣብኣ ከለኻ ኮረው ከምዚኣ ምስ ገበረታ ከምዚኣ ምስ ገበረታ ኣብኣ ከላስ ንቕፅ በቃ ንጎምሲ ወግሓ ተተንፍስ በቃ ሕጂ ሲ እዚኤን ደቂ ኣንስትዮ

ኣክንዲ ሓፍ ደብላስ ንታሕቲ ገጹ የዝልቓ ኣክንዲ ደልዕላስ ንታሕቲ ገጹ ኩሉ ብታንቱስ ይረአ ብታንትኻ እናተረኣየ ትኸይሲ ኩስትምኻ እናተረኣየ ትኸይድ ወዲ ተባዕታይሲ በጃኻትኩም ዘን ደቂ ኣንስትዮ ሓቂ ዘረባ ኣደነው እንድዒ ክብርን ሞጎስን ነዘን ደቂ ኣንስትዮ እዚኤን ጀጋኑ በቃ ጀጋኑ ንስደት ፂረኖ ዝኸዳ መልሓስና ፂረኖ ዝኸዳ ተግባራትና ፂረኖ ዝኸዳ ንደቅና ፂረን ዝኸዳ ናትና ግብሪ ጼሮኖ ዝኸዳ ብዘይ መርዓ ብዘይ ቃል ኪዳን ነዚ ኩሉ ተጻዊረን ዝኸዳ ብጣዕሚ I love you so much ኣነ ሓንቲ እንታይ ዝብል ነዚን ደቂ ኣንስትዮ ዝበዝሓ ከም ደቂ ኣንስትዮ ድምፂ ናይ ወታብዓታይ ኣይተድህባሉ ዋላ ዓዕ ይበል ዋላ ገለ ይበል ንስኻትክን እብለክን ኣለኹ ጀጋኑ ኢኽን ንስኻትክን ቀለስቲ ኢኽን እስኻትክን ኣርኣያ ኢኽን ናይ ስደት ኣርኣያ ኢኽን

ኣብ ኣብቲ ኩሕሊ እኮ ደሓን ብዙሕ ኣይ ገሊኤን ኩሕሊ እንታይ ድዩ ሜስታ ድየን ዲሪኣኸነን ዋላ እቲ ሜስታ ድዩ ርስሓት ኣለዎ ኮይኑ እቲ ኩሕሊ ከምዚ ገይረን እንዲየን ደምጾ ናብዚ ገጹ መጽእ ኣብዚ ኣብዚ ኣለኪ ኩሕሊ ናብዚ ገጹ ኮይዱ እንታይ ደኣ ትብላ እሞ እወይ ናብዚ ኮይዱ ድዩ ገለ ትብለካ ተሃዊኸ እንዲየ ሸበድበድ ኢለ ትብለካ ናበያ ሸበድበድ ትብል ንቡን ክተስቲ ሸበድበድ ትብሊ ኩሕሊ ከይትርእየ እንዲ ከምዚ ገጹ ወሪዱ

ይንእደን ኣለኹ ዳሓቂ ብሓፂር ጓል ኣንስተይቲ ቀላሲት እያ ጓል ኣንስተይቲ ቀላሲት እያ ቀላሲት እያ ብለኩም ኣለና ኣይተዋርድወን ባ ንኺድ ንስማዕዮ ብፍላይ ብፍላይ ካብ እዘን ሃገረሰብ ዝዓበያ
ብፍላይ ብፍላይ እዘን ሃገረሰብ ዝዓበያ ጓል ሃገረሰብ ኣበይ ትርከብ እዚ ሰብኣይ እዚ ሲ እዚ ኣይ ኣነ ኣይደነ ወዲ ክንደይ ይኸውን ፊልማዊ ሲ ኩን ክትብለኒ ክትመውት እያ እዚ እዚ ሰብኣይ ሲ ሲ ወዲ ክንደይ ይኸውን እዚ ወዲ ሰ- ክንደይ ይኸውን እዚ ዕድሜ እሞ ንገሩኒ ዕድሜኡ ዕድሜኡ ኣብ ታሕቲ ጻሓፉለይ ዕድሜኡ ክንደይ ይኸውን ሱሳን ሸሞንተን ሱሳን ሸውዓተን ናዕባ ክንደይ ይገብር ኣሕዋት ክንደይ ይገብር ስሳን ሓሙሽተን ሓምሳ ሸሞንተን ኣይደነው እስኻ ሲ ብፍላይ ደቂ ሃገረሰብ ያኸ እስኻ ኣብ ኤሜሪካ ዲኻ ዘለኻ ኣብ ኤሜሪካ ደሎ ኣብ ኤሜሪካ ኣለኻ ተባሂልካ ንስኻ ስጋብ ሕጂ ክነግረካ ዳርጋ ኣብ ሃገረሰብ ከም ዘለኻ ብዕፅፊ ሲ ደቂ ሃገረሰብ ካባኻ ይበልፁ በተሓሳስባ በረኣያ ብኹሉ ነገር ደቂ ሃገረሰብ ነፍዑ ኣነ ይገርመኒ ጎይኻ ጎይኻስ ናብ ሃገረሰብ ወዲ ሃገረሰብ ማለት ትሕትና ዘለዎ ሰሪሑ ዝበልዕ ጻዕራም ብጀካ ረሃጹ ረሃጽ ናይ ሰብ ዘይጥምት ንሰብ ድማ ብተንኮል ዘይጥምቶ ብተንኮል ዘይቀርቦ ወዶም ጓሎም ማለት እዩ ወዲ ሃገረሰብ ግልጽ እያ ታናቱ ተንኮል የብሉ ስርቂ የብሉ ጻዕራም ትሕትና ዝመልኦ ልቦና ዘለዎ ሰብ እዩ። ንዓቢ ዓቢ ንንእሽተይ ንዓ- ንእሽተይ ማለት እዩ። ብፍላይ ድማ ደቂ ሃገረሰብ ገለ ኢልካ ንደቂ ኣንስትዮ ጃጅ ምግባር ግን እስኻ ዓቢ ሰብኣይ እሞ ድማ ኣሪግካ ዕድሜኻ እናኸደካ ከሎ ከምዚ ዓይነት ንደቂ ኣንስትዮ ዳውን ዝገብር ዘረባ ክትድርቢ ዘሕዝን እዩ። ዘሕዝን ዘሕዝን እዩ። ዝ- ዘርከብሲ ኩላቶም ላቕዋ ተኾነ ብደቂ ኣንስትዮ ይዛረብ ጎጆ ተኾነ ብደቂ ኣንስትዮ ይዛረብ ኣነ ግርም እዩ ዘበል ሚሊ ሚሊ ተኾነ ብደቂ ኣንስትዮ ሸላ ተኾነ ብደቂ ኣንስትዮ ተሓፂብኩም ተሓፂብኩም ሓደ ወዲ ተባዕታይ ክትመልኡ ዘይትኽእሉ ሙሉእ ለይቲ ብደቂ ኣንስትዮ ክትዛረቡ ትሓድሩ ኣታ ኣታ ግደፉታ እዘን ደቂ ኣንስትዮ ሲ ዝኾነ ሰብ በቃ ዝኾነ ሰብ ከልዕለን ዝኾነ ሲመን ከፃወተለን ዝኾነ ሰብ በቃ ዘርከበስ ጓል ኣንስተይቲ በቃ ይጸርፍ ንጓል ኣንስተይቲ ይጸርፍ ንጓል ኣንስተይቲ ስቶፕ ስቶፕ ብራዘር ስቶፕ ነፍሳን ስድርኣን ደቃን ዋላ ነቲ ሰብኣያ ዝወለደላ ኣትሊስ ክትምዑዳ እያ ትሓድር ህይወትካ ግበር ህይወትካ ቀይር እዚአን ደቂ ኣንስትዮ ብእውነት እብለኩም ኣለኹ ኣናብስ እየን ኣናብስ ኣናብስ ዝኾና ደቂ ኣንስትዮ ሓንቲ ጸዓዳ ተትሕዙ እሞንኒ ኣይትእሞንኒ ሙሉእ ለይቲ ህይወትካ ሙሉእ ኣብ ባር መሕለፍካዮ ሙሉእ ለይቲ ብለካ ኣለኹ ሓንቲ ጸዓዳ ተትሕዝ ሙሉእ ለይቲ ህይወትካ ሙሉእ ኣብ ባር መሕለፍካዮ ፍርቂ ህይወትካ ኣብ ባር መሓለፈ ፍርቂ ህይወትካ መግቢ እናስርሓኻ ፍርቂ ህይወትካ ኮበርታ እናንጸፍካ ፍርቂ ህይወትካ ሽቓቕ እናጽረኻ ፍርቂ ህይወትካ ድማ ኣብ ዓራት እናደቀስካ መሕለፍካዮ ምስ ጸዓዳ ኤርትራዊት ጋል ኣንስተይቲ ግን ሰሪሒኻ ጥራይ ምጻ ኣላ ሰሪሕኻ ምጻእ እሳ ውን ትሰርሓ ኣብ ገዛ ድማ ኩሉ ናይ ስራሕ ገዛ ድማ ንሳ ትጽሮ ሶ እዚኤን ሲ ደቂ ትግርኛ ኢልካ ኣይተነኣእሰን ኣይተነኣእሰን ኣነ ሕጂ ሎሚ ኮፕሊንግ ግበሩ ኮፕሊንግ ጋይስ ኮፕሊንግ ኮፕሊንግ ኣሕዋት እቲ ታብታብ ትም ኣይትበሉ ኮፕሊንግ ግበሩለይ ኮፕሊንግ ግበሩ ሓግዙና ኮፕሊንግ እዚ ግድን ኣይኮነን እቲ ኮመንት ክዕጾ ግድን ኣይኮነን ታብታብ ግበሩ

ታብታ ግበሩ እተን ደቂ ንሽቶ ተነፊዕኽን ታብታ ግበራ ኮምፕሊን ግበራ ንኺድ ንስማዕዮ
ዘን ሃገረሰብ ዝዓብያ ኣነ በቃ ተስካሕኪሕኻ ዝገብሮ ነገራት የብለኩም ዘለኹ ተስካሕክሕ ሕጂ ስነ ምግባር ዘይብልካ ሰብ ዝዓለመካ ኣብ ገድሊ መን እዩ መን እዩ ንዓኻ ዝዓለመካ ዝኾነ ሰብሲ ሃዲሞም ዋላ ዝወፁ ድዮም ዋላ ገለሲ ተጋዳላይ ነይረ ተጋዳላይ ነይረ ተጋዳላይ ነይረ ንዓኻ ዝዓለመካ ሰብሲ መን እዩ? ስነ ምግባር የብልካ ኣብ ኤርትራ ኣትሊስ ወተሃደር ዝነበረሲ ስነ ምግባር ዘለዎ ስነ ስርዓት ዘለዎ ገለ ዘለዎ እዩ ተጋዳላይ ከለኹ ትብል ኣለኻ ተጋዳላይ ከለኻ ግን ረሳሕ ዝኾነ ቃላት ኢኻ ትጥቀም ዘለኻ ሓደ ንኹሉ ንሃገረሰብ ትጸርፎ ኣለኻ ንኹላተን ደቂ ኣንስትዮ ሃገረሰብ ኢልካ ብፍላይ እዚኤን ትብል ኣለኻ ካልኣይ ከኣ ረስሓት እየን ኢልካየን ሳልሳይ ሸራሙጥ እየን ኢልካየን ራብዓይ ድማ በቃ ደቀን ዝድርብያ እየን ትብል ኣለኻ ብኹሉ ነገር ስኻሲ እንታይ ኢኻ ኣበይ ኢኻ ተማሂርካ ኣበይ ኢኻ ተማሂርካ ኣይናይ ኣበይናይ ገድሊ ኢኻ ነርካ ስነ ስርዓት የብልካ ኣዘራርባ ቃላት የብልካ ሕሉው ዝኾነ ስነ ስርዓት ዘሎ ዝመልኦ ኣይትኸውን ኢኻ ተረዲእካሎ ተረዲእካ ኣሎ ዶ እንታይ እታ ፅናሕ ፅናሕ ትብለና እዚ ተረዲእካ ኣሎ ሕጂ ንደቂ ኣንስትዮ ጃጅ ኣይትግበረን ደቂ ኣንስትዮ ኣናብስ እየን ዘርከበ ግን ክዓፍረለን ዘርከበ ክዋረዘ ግን ነውሪ እዩ ሪፖስት ግበር ኩላኻ ኮፕሊን ግበር ኩላኻ ኮፕሊንግ በሩ ኮፕሊንግ ጋይስ ኮፕሊንግ ንስና እንዳቆመና ዲና ገለ ገበርና ከመይ ኣልያና ከመይ ሓቁፋና ከመይ ገለ ነይረን ኣብኡ ዝነበራ ደቂ ኣንስትዮ እንታይ ነይረን ኣዴታትና እንታይ ነይረን እዚኤን ዳ እዚኤን እኮ ክነግረካ ወዲ ተባዕታይ ስለ ዝሓመቐ ወዲ ተባዕታይ ሙሉእ ጅባ ስለ ዘይብሉ ከሸጉርኦ ስለ ዘይደልያ ንስደቱ ይኣኽሎ ንስድርኡ ይእለ ኢለንሲ ወርቂ ይብላኻ ቃል ኪዳን ኣይብላኻ ኩሉ ነገርሲ ገዲፎ ነው ኩሉ ነገር ገዲፎ ነው ኩሉ ነገር ገዲፎ ነው ኩሉ ነገር ገዲፎ ነው ተረዲኩም ኣሎ ኩሉ ነገር ገዲፎ ነው ኩሉ ነገር ተመንይወን ወርቂ ግበረለይ ይብላ ቃል ኪዳን ግበረለይ ይብላ ግል ይብላ በቃ ኣለኹም ዶ ሓደ ክልተ ናይ ቀለብ ቆልዓ ተይለናኹም ሲ ዓዲ ትቕይሩ እኳ ኣለኹም ናይ ቀለብ ቆልዓ ተይለናኹም ናይ ቀለብ ቆልዓ ጥራይ ተይለንሲ ነዚ ሓምሳ ኢሮ ነዛ ሚእቲ ኢሮ ከይትኸፍሉስ ሃገር ትቕይሩ ሃገር ትቕይሩ ወይ ከኣ ስራሕ ትገድፍዎ ኣነ እኮ ይሓዝን እኮ ኢኻ ትስንብድ እኮ ኢኻ ናይ ወድኻ ናይ ወድኻ ኢሎምኻስ ኣክንዲ ፍሽኽ ተመስገንካ ፈጣሪ ትብልሲ ናይ ወድኻ ሚእቲ ኢሎምኻስ ሃገር ክትቅይር ወይ ድማ ንዓ ተጓብዓላ ገንዘበይ ትበልዕዮ ኣለኺ ገንዘበይ ተብልዮ ኣለኺ ብራዘር ብሚእቲ እሮ ቆልዓ ይዓብድ እዩ ብሚእቲ እሮ ብሚዜሮ እስኻ ዝሕንኩለካ የብልካ ገለ የብልካ ኣብ ኩሉ ገዛ ገዛ ትዘውር ኣብ ደስ ዝበለካ ትሓድር ጓል ኣንስተይቲስ እኮ ኣትሊስ ኣትሊስ ኣትሊስ ይብለካ ኣለኹ ደቃ ዝሕዘላ ስኢናሲ ካብ ብዙሕ ነገራት ትተርፍ ካብ ሰብ ትተርፍ ካብ ሰብ ትእለ ይኾነኒ እዩ መናብርተይ ክኸውን እዩ ኢላ ኣሚናትካሲ ብዘይ ቃል ኪዳን ብዘይ ሓዳር ብዘይ ወርቂ

ሕጂ ኣይ ዶንት ኖው እንታይ ከም ዝብል ይጠፋእካ ሓደ ሓደ ግዜ ይበዝሐን ስለ ዘሎ እዩ። ሓግዝወን ሓግዝወን እቶም ኣብ ሓዳር ዘለኹም ሸሞንተ ሰዓት እንድሕር ኣብ ሓንቲ ብድራይፍ ኣብ ሓንቲ ትካል ሰሪሕኻ መጺኻ ልዕሌኻ ትሰርሕ ከም ዘላ ኣብ ገዛ ፍለጦ ሓንሳእ እንድሕር ጠጠው ኢለን ዘን ደቂ ትንስትዮ ትግርኛ ገሊኤን ዝበዝሓ ንዓኻ ዕከትሲ ሰለስተ ዓይነት መግቢ ሰርሓልካ ሰለስተ ዓይነት ሓሶት እናሓሰኻሲ ሰለስተ ሰለስተ ዓይነት ቀረብ መግቢ ቀሪበናልካ ጸንሓ ሰለስተ ዓይነት ቀረብ ንስኻ ሰለስተ ዓይነት ሓሶት እናሓሰኻ ከለኻሲ ሰለስተ ዓይነት መግቢ ቀሪበናልካ ጸንሓ ብጣዕሚ እዩ ዘሕዝን እሞ ድማ ዘይትኽብራ እሞ ዘይትሕንቅቃ ሕጂ ብኡነ ትብለኩም ኣለኹ እዘን ሕዋትና ስለ ዝረኸብናየና ዝተጎድአ ሰብ ክህሉ ይኽእል እዩ ልቡ ዝተሰበረ ሰብ ክህሉ ይኽእል እዩ ቀሊል እዩ ክፅጉኖ እቲ ዝቀለለ እዩ እቲ ዝቀለለ እዩ ሓደ ሙሉእ ሰብ ብለኩም ኣለኹ ሓደ ሙሉእ ሰብ ንሰበይቱ ኩሉ ነገር ዝኾነላ ኣይደልየካን እየ ኢላቶ እንድሕር ከይዳ ኣይጭነቕን እዩ ኣይጭነቕን እዩ ምክንያቱ ዝኣኽሎ ገይሩ እዩ ኩሉ እቲ ክገብሮ ዝግብኦ ገይርዎ እዩ ድሕሪኡ ናይ ፈጣሪ ነገር እዩ ጓል ኣንስተይቲ ድማ ከምኡ ማለት እዩ ንጓል ኣንስተይቲ ግን ኣይደልየክን እየ ምባል ነውሪ እዩ ነውሪ እዩ ወሊድካ ኣላ ምስ ደቅኻ እናደለየትካ ኮላ ምስ ድኹም ጎና ገዲፍካያ ክትከይድ ግን ነውሪ እዩ እደልየካ እናበለትካ ጓል ኣንስተይቲ ኣይደልየክን እየ ምባል ነውሪ እዩ። ደቅኻ ሕቆፍ፣ ሰበይትኻ ሕቆፍ፣ ጌጋ ተለዋ ኣረድኣያ። ኣትሊስት ግን እዘን ደቂ ኣንስትዮ ንፉዓት እየን። ሓደ ኣብ ቁማር እናወዓልካ፣ ካልኣይቲ ኣብ መስተ እናወዓልካ፣ ሳልሰይቲ ኣብ ሓሸሽን ገለ እናሰሓብካ፣ ሳልሳይ ኣብ ካዚኖ እናሓደርካ፣ ራብዓይ ን- ንገዛኻ ጥራይ ሓቢእኻ ንገዛኣ ዘይትሰድድ ኩሉ ነገራት ኩሉ ኩሉ ኩሉ ኣብ ገዛ ኣይትሕግዛ። ኩሉ እዚ ዕንጅለናኻ ሓሶትካ ገሌ መለ ገሌኹም ከ ሰበይቲ ከላትኩም ከ ከም ትዝሙ ሰበይቲ ከላትካ ሰበይቲ ከላትካ ሲ ካልእ ሰበይቲ ትሕዝ ሰበይቲ ከላትካ
ኣውሮፓ ቆል ኣሜሪካ ደቀን ይሕደጋ ደቀስ ደቂ ክዕብያ ቆልዑ ክዕብያ ስለዘይክላስ መንግስቲ ይወስዶም ቶም ኦኬ
ዝበዝሓ ሲ ኣብ ኤውሮጳ ኮና ገለ ደቀን ይሕደጋ ደቀን ደቀን ሕደጋ እብል ኣሎ ነዚኦም ምስ ሓዛ ኣክንዲ ኣብ ሓዳሮም ዝጎዩ ኣብ ፖለቲካ ሙሉእ ዕድሜም ዕስራ ዓመት ፖለቲካ ዝገበሩ ሰባት ኣለዉ ዕስራ ዓመት ወሊዶም ኣክንዲ ወዶም ዝምህሩ ዕስራ ዓመት ኣብ ፖለቲካ ዝተቋማጡ ኣለዉ ደቀን ተሓዲገን ኣክንዲ ፍትሕ ምስ በላካ ኣክንዲ ትእለየላ ምስ ጓል ኣንስተይቲ ምስ ደቆም ንደቆም ከይርእዩ ምስ ኣብ ቤት ፍርዲ ዝውዕሉ ኣሰብኡት እዮም ዘለዉ እዚኦም ሽዑ ደቀን ምስ ተሓደጋ ጓል ኣንስተይቲ ኣ፣ ደቃ ተሓዲጋ ደቃ ተሓዲጋ እስኻ ትለ- ትለ- እስኻ ስለ ትርብሻ ዘለኻ ደቃ ይሕዲካያ ንስኻ እናሓሰኻ ናብ መንግስቲ ደቃ ትሕድጋ ኣለኻ ሓደ ክልተ ብጽጋበን ክኸውን ይኽእል እዩ ዝበዝሓ ግን ምስኣተን ትካስሱ ምስኣተን ትሕስውለን ምስኣተን ኣታ ተጨንቕወን ኣታ ኣታ ዘን ደቂ ኣንስትዮ ስለ ዘይዛረባ እምበር ፅንሒ ጥራይ ይርኤክ ኣለኹ ሎሚ ምሸት ደምኪ ደም ከልቢ ክገብረ እየ ጥራይ ውፂ እዚኣ ይርኤክ ኣለኹ ሰብኣይ ጥራይ ሕዚ ኢኺ እዚ ኩሉ እኳ ከም ትፍክሩለን እዚ ኩሉ እዚ ኮፕሊንግ ግበራ ደቂ ኣንስትዮ ኮፕሊንግ

ብፍላይ ወሊደን ዘለዋ ድማ ዳርጋ ዳርጋ ክልተ ዘለወን ቆልዑ ዳርጋ ኣርባዕተ ዝዕብያ ዘለዋ ኣርባዕተ ዝዕብያ ዘለዋ ሽዱሽተ ከም ዘዕብያ ዘለዋ ናብ ርእንስ ብጣዕሚ እዩ ዘሕዝነካ ሓደ ሰብኣይ እኳ እዩ ሓደ ሰብኣይ ኣብ ሓዳሩ ከሎ ንጓል ኣንስተይቲ መንኪናኣን ገለ መሊኣን ኣምሂሩ ትምህርታ ኣምሂሩ ኣብ ድብፃሕ ዘብፅሓ ሰብኣይ የለን ምስ ተፋትሓስ ኩለን ተማሂረን ምስ ተፈትሓ ምስ ተፋትሓ ህይወተን ዝቐየራ ሰብኣይ እየን ብዙሕ ሓዳር ክገብራ ፈሓኮትኮት ዘይብላ እምበር መንኪነአን ትምህርተን ገለመለ ሓንጎለን ናብቲ ንቡር ክመልሳ እስትረሰን ከጥፋእ ዝቃለሳ ደቂ ኣንስትዮ ይበዝሓ ዋኣታ ገሊአን እኮ ይተሃርምዎን እኳ ኣታ ናይ ገሊአን ትሰምዖ እኮ ይተሓዝን እኳ ኢኻ ንሓንቲ ሰበይተይ ዝበልካያሲ ማሕ ተብላ

እሞ እዚ ናይ ኢራን ዳ ከምኡ ዘይገብር ኣብታ ዘለዋ ኮይኑ ሞይት እዩ ኣብታ ዘለዋ እዘን ደቂ ኣንስትዮ ትግርኛ ግን ኩ- ከ- ከ- ለይቲ ምድሪ ክቐትላ ገለ ምስ በለስ ክሃርማ ምስ በለየስ ብፍኒስትራ ነጥራ ብፍኒስትራ ይግምጠላ ክ- ዋኣታ ትዕሌና ናኻ እኮ ትስምብት እኮ ኢኻ ሓደ መዓልቲ ክሃርመኒ ኢሉ ክቐትለኒ ሲ ብፍኒስትራ ዘሊለ ትብለካ ዋ ከመይን ከመይን ክኢሎኖ ዘለዋ ስምዑ ዶ ጓል ኣንስተይቲ ዝላ ትኽእሎ ድያ? ጓል ኣንስተይቲ ዝላ ትኽእሎ ድያ? እውይ ኣቲ ስሚር እታ ክዳንክሲ ኣበይ ከም ዝረሳዕኽዋ ከምፃ ኢለ ከይደሲ ኣዘኪራትን ፅባሕ ንጎ ክኸይድ ኣብታ ድኳን እየ መስለኒ ስቤዛ ክገዛእዋ ረሲዐያ እቲ ዕድልኪ ከም ገለ ይበጃኺ ዋእ ሕጂ ዘረኣኽዋ ሳብዚ የላ ገለ የለ ፅባሕ ከይድ ኣብቲ ድኳን ረሲዐ እየ መፅየ